ሰላም ከመይ ቀኒኹም ዝኸበርኩም ተኸታተልቲ ን ሎሚ እምበኣር ኣብ ካምፓላ ሾው ዕላል ብቴለፎን እዩ ክህልወና ድምጻዊ እዩ ሙዚቀኛ እዩ ገጣማይ እዩ ዘያማይ እዩ ገና ብንእሽትኡ ሃብሮም ኮርዒዳ እናተባህለ ዝዓበየ ምስ ክራር ብንእሽትኡ ከሎ እዩ ተላልዩ ንዓመታት ክራሩ ካብ ኢዱ ከይፈለየ ንሙዚቃ ሂወት ብምዝራእ ምስ ዝተፈላለየ ባንድታት ብምውህሃድ ገና ደርፍታት ኣብ ምፍራይ እዩ ዝርከብ። እዚ ደራፋይ መን'ዩ ዶ ትብሉ ኣለኹም? ንምሉእ ትሕዝትኡ እምበኣር ናብ ስቱድዮ ሒዘኩም ክኸይድ'የ። ክሳብ መወዳእታ መደብና ምሳና ሓቢርኩም ክትጸንሑ ይዕድመኩም። ሄሎ! ሃሎ! ሄሎ! ደሓን ዶ? ከመይ? መርሓባ ከመይ ትኾኒ።
ጽቡቅ ካብ ካምፓላ ካምፓላ ሾው ዝመደበር ኢና ንድውለልካ ዘለና።
መርሓባ ጽቡቅ ጽቡቅ ሰላም ድዩ።
ጽቡቅ ሰላም እዩ ከይፈለየት ሓደ ካብ ሓደ ብፍቅሪ ሰባት ልባ እንዳነደደ ምስ ንጽህና ክብሪ ምስ ጻዕዳ ልባ ጎልቢቦማ እምበር ጸሊም ዓለባ እዚ ብድምጸይ እዩ እስከ ብድምጽኻ ንእሽተይ ኣስማዓኒ።
ኦኬ ብመጀመርያ ዕድመኺ ናባይ ዝኣንፈቱ ስለ ዝኾነ ብጣዕሚ የመስግነኪ ንኹልኹም ንካምፓላ ሸው ሓቀይ ድየ? እወ ካምፓላ ሸው። ካምፓላ ሸው ብዝኾነ ክጅምረልኪ ከይፈለየት ሓደ ካብ ሓደ ብፍቅሪ ሰባ ልባና ነድእ ምስ ንጽህና ክብሪ ምስቲ ጻዓዳ ልባ ጎልቢቦማ እምበሪ ብጸሊም ዓለባ ዓለባ ዓለባ ጎልቢቦማ ጸሊም ዓለባ።

ትብል ማለት እዩ ኣይተስተውዓል እያ ናይ ጉሮረይ ደቂሰ ጸኒሐ ኮይኑ እዩ። Thank you thank you የቐንየለይ ድሮ ተዓዘብትና እኮ ብድምጽኻ ቆብ ኣቢሎሞ ከለዉ ደሓን እስኻ ግን ባዕልኻ መን ኢኻ ኣላልየና ኢኻ። ኦኬ ኣነ ድምጻዊ ተመስገን ያሬድ ይበሃል። ናባካ ገዲፈዮ ኣለኩ ሕጂ።
ኦኬ ወዲ ያሬድ ተመስጌን ተመስገን ያሬድ ክራሩ እንዳኸበደቶ ዝደርፋ ዝነበረት ደርፊ በጊዐይ ከብዲ ዓሳ እዚ ርጉም ጓሳ ከብዳ መሰሳ ከምኣ እንድያ ትብል ነይራ ሓቀይ? ሕቖኣ መሰሳ ኣትብል ዑቕዓ መለሰስ ከብዳ ኣይኮነትን ደሓን ኩሉ ሓደ እዩ ኦኬ ድሓን ከም መዕለሊ ክትኮነና ኢለ እምበር እሱ ኣስፋሕ ኣቢልና ካልእ መዓልቲ ክንዘራረበሉ ኢና ናይ ሎሚ ዓዲመካ ዘለኹ ግን ብዛዕባ እዛ ኣበጊስናያ ፅናሕና ኣብ ዝሓለፈ ሳምንት ዘቕረብካያ ደርፊ እያ እስከ ብዛዕባ ዕለና ከይፈለየት ሓደ ካብ ሓደ ብፍቕሪ ሰባት ልባ እንዳነደደ ምስ ንጽህና ክብሪ ምስ ጻዕዳ ልባ ጎልቢቦሞ እምበር ጸሊም ዓለባ መን እያ እዚኣ ኣብ ሓቀኛ ዛንታ ዘተኮረት ድዩ ወላ ንሓንቲ ጎርዞ ድዩ ተበጊሱ ከመይ እያ እስከ ዕለልና።
ኦኬ ብመጀመርያ እታ ክትብገስ ከላ እታ ስራሕ ዜማ እያ ተሰሪሓ ዜማ ሰሪሐያ ኔረ ማለት እዩ እቲ ዜማ ክትብገስ ከላ ውን ኣብ መንጎ ከምዚ ማዕረ ከምዚ ንዓቢ ደርፊ ኣይሓሰብክዋን ኔረ እቲ ግጥሚ ምስርሑ ቅድሚ ነታ ዜማ ክሰርሓ ከለኩ ማለት እዩ ግን ስቅ ኢለ ኣብ ሙድ ከለኩ ዝሰራሕክዋ ስራሓ ኣብ መንጉኡ ሽዑ እታ ናይ ወዲ ጎብሩ እትየላ በዚ ኣጋጣሚ ከማን ንኩቡር ኣርቲስት ተክለኪኤል ጎብሩ ወዲ ጎብሩ ከመስግኖ እፈቱ ማለት እዩ ብድሕሪ እዚ እታ ዜማ ምስ ተወድእት ንታደሰ ተስፋይ እታ ግጥሚ ክሰርሓ ሓቲተዮ ማለት እዩ። ሕጂ እታ ሓሳብ ኣብቲ ግጥሚ ዘሎ ንሓንቲ ጎርዞ ኮይኑ ንዝኾነት ማለት እዩ ንሓንቲ ተወኪሉ ዝተሰርሐ ኣይኮነን ወይ ውን ንሓንቲ ዝኣንፈቱ ናብኡ ዝጠመተ ኣይኮነን እዚ ጀነራል እዩ ከምዚ ንኹለን ደቂ ኣንስትዮ ነየን ነቲ ባህሪ ዘለወን ማለት እዩ። እቲ ባህሊ ኣለና ባህሊ ናትና ኣሎ ሓንቲ ጓል ኣንስተይቲ ምስ ኣወዳ ተኣኪባ ትስሕቅ ገለ ተኾይናስ ቁሩብ ኣብ ዝጸንሐ ባህሊ ስለ ዘሎስ ብጽቡቅ ኣይትርእያን ኢኻ ስለዚ ነዛ ጓል ምስቲ ወዲ ሕውስ እንተበለት ምስቲ ሕውስ እንተበለት እዚኣ ጓል እዚኣ ምስ ንጽህና ልባ እያ ዘላ ስለዚ ነዛ ጓል ምስ ትሕውስ እንተ በለት ምስ ትሕውስ እንተ በለት ሕውነት ሂባቶ ሚዛን መልክዕ ምስላ ቀይርካስ ከመይ ትስመ ደይረዛን ኢሉ ኣሎ ማለት እዩ ኣብቲ ጽሑፍ።
ኦኬ ጽቡቅ እዛ ደርፊ ግጥሚ ታደሰ ተስፋይ ጌርላ ክትብለኒ ጸኒሕካ ዜማ ድማ ባዕልኻ ኢኻ ጌርካዮ እቲ ዜማ ድማ ስጥም ኢሉ ምስ ዝኸይድ ህርመት ኣሎ ምስቲ ጓይላ ትጻወቶ ጽልዋ ጌርካ ዲኻ ከምኡ ዓይነት ዜማ ሰሪሕካላ ዋላስ ናይ ብሓቂ ዜማ ምስታ ግጥሚ ይሳነ እዩ
እታ ዜማ ብመጀመርያ ዜማ ክፍጠር ከሎ በይኑ ዜማ ክስራሕ ከሎ ኣሎ ከይተረዳእካ እተውጽኦ ቃላት ኣሎ ኣዉ ምስኡ ዝፍጠር ነገራት ኣሎ ሕጂ እቲ ሓሳብ እቲ ናይዛ ግጥሚ ሓሳብ ኣብቲ መጀመርያ እቲ ዜማ ክስራሕ ከሎ ኣዉታት ገለ በጨቕ ይብል ነይሩ እዩ ገለ ገለ ቃላት ተረዲኽኒ ሽዑ እቲ ሓሳባት ሒዝዎ ዘሎ ስለ ዝፍለጥ ንስኻ ሽዑ ከመይ ጌርካ ጥዑይ ግጥሚ ትሰርሖ እዚ ናትካ ብልሒ ይሓትት ማለት እዩ ሕጂ ኣብዚ ዓቢ ነገር እዩ ታደሰ ተስፋይ ዝተጻወቶ ማለት እዩ ከመይ ጌሩ ነታ ግጥሚ ኣንቢቡ ዋላ ካልእ ስራሕ ክገብረላ ሓሲቡ ኔሩ እዩ ቅድሚ ሕጂ ካልእ ግጥሚ ግን እቲ ኣብኡ ወጺኡ ዘሎ ነገራትሲ ደስ ስለ ዝበሎ በዚኣ ኣገባብ እዚኣ ንከምዚ ዓይነት ዝሃረመት ክሰርሓ ኢሉ ማለት እዩ ንሱ ከኣ በታ ኣብኡ ዘሎ ሕጂ ተሃኒጹ ዘሎ ፕሎት ብኡ ወዲእዋ ማለት እዩ።
ኦኬ ናይ ክሊፕ ኣሰራርሓ ከ ከመይ ኔሩ?
ናይ ክሊፕ ብኣጋጣሚ ምስ ዳኒኤል ጠዓመ ኢና ተራኺብና ማለት እዩ ብኢንተርነት። ሕጂ ምስ ዳኒኤል ብዙሕ ዕሊልና ብዙሕ ነገራት ሕጂ እቲ ናይ ባህሊ ነገራትሲ ክንእትዎ እቲ ናይ ባህልና ውን ኣለዎ ከምዚ ከምዚ ንግበር ኣምጽለይ ኣነ ከኣ ነቲ ሓሳብ ናቱ ደጊፈዮ ማለት እዩ ብከምዛ ዘላታ ኣብ ክሊፕ ተሰሪሓ ኣላ ማለት እዩ። ኦኬ ጽቡቅ ሕጂ ካብታ ደርፊ ትፈትዋ ሓንቲ ኣዝማች ክደርፈለይ ትክእል ዶ?
ብጽላሜ ካብ ነውሪ እታ ንሰብ ምጽላም ብክቡር ስማ እንተመረረ ሓቂ የብሉን ትወረ ዓይኒ የብሉን ተዝኸሰሳ ኣበር የብላን ወንሳ።

እዚኣ ትብል እዚኣ እዚኣ ትፈትዋ
ኦኬ ቴንክ ዩ ተሜ ምሳይ ሕጂ ተሜ ኣብዚኣ ህያብ ኣለዋኒ ካብዘን ህያብ ድማኒ ሓንቲ ንሓደ ስነጥበባዊ ክትህቦ ከፍቅደልካ እየ ሽዑታ ነቲ ዝመረፅካዮ ድማ እታ ህያብ ክንሰደሉ ኢና ግን ንሓደ ስነጥበባዊ ጥራይ እሞ ፅቡቅ ኣጋጣሚ መጀመርያ ውን ንእሽተይ ኣብ መወዳእታ ክዛረበኪ ኦኬ ኩሉ ግዜ እቲ ሪስፔክት ክህሉ ኣለዎ እንድዩ ኣብ ኣርት ኣብ ኩላትና ኣሕዋት መንእሰያት ኣርቲስት ማለት እዩ ኣነ እዛ ስራሕ እዚኣ ክሰርሓ ከለኹ ንእሽተይ ናይ ሓንቲ ንእሽተይ ፓርት ናይ ወዲ ገብሩ ተጠቂመ ማለት እዩ በዚ ኣጋጣሚ ብጣዕሚ እየ ደመስግኖ ከምኡ ውን ኣብ ኩሎም ኣያታተይ ኣቦታተይ ዕዙዝ ዝኾነ ክብሪ ኣለኒ ኣርቲስት ማለት እዩ ስለምንታይ ተልክኒ እሶም ናትና መስትያት እዮም። ንሕና ንዖም ኢና ንርኢ ተረዲእኽኒ ስለዚ እሶም ዝመጽዎ ኣካይዳ ውን ቀሊል ኣካይዳ በዳሂ ስለ ዝነበረ ሕጂ ውን ንሕና ከም ናቶም ሓያላት ከም ናቶም ኮይንና ክንፈሪ ስለ ዝደሊ በዚ ጋጣሚ ንኹሎም ዓበይቲ ስነ ጥበባውያን ሃገርና ዕዙዝ ዝኾነ ሰላምታን ኣድናቆትን ክብርን ኣብፀሐለይ ሕጂ ሎማዓንቲ ብዛዕባ ብዛዕባ እዛ እንታይ ገይራ እንዲኺ ዓዲምክን ዘለኺ ኣብዛ ስራሕ እዚኣ እሞ ንመን ክትቦ ኣርቲስት እንዲኺ ትብልን ዘለኺ ሕጂ ኣብ ዝኾነ ኣብዛ ስራሕ እዚኣ ጥራይ ዘይኮነ ንሓደ ተድንቆ ወይ ብፍሉይ እትሪኦ ስነ ጥበባዊ ክትቦ ትኽእል ኢኻ ግን ንሓደ ጥራይ
እንቋዓት ሓደ ጥራይ ውሒድክለይ እንዲኺ ወላ ክንደይ ንመዓዕብሎ ወላ ንዓይ ሓንቲ ጥራይ እዮም ቀሪቦምለይ ዘለዉ
ብመጀመርያ እዚ ሓሳብ ምሕሳብኪ ብጣዕሚ ከመስግነኪ ፈቱ ካብኡ ቀጺሉ እዛ ጊፍት ወይ እዛ ሽልማት ትብልያ ዘለኺ ንብዙሓት ሰባት ክህባም ደለኹ ብዙሓት ኣለዉ ዘድንቆምን ዘኽብሮምን ኣርቲስት ነዛ ደርፊ ኣጋጣሚ ክትኮነለይ ግን ንኽቡር ኣርቲስት ታደሰ ተስፋይ ንዑ ክትህብለይ ብትሕትና እሓተኪ። ኦኬ ጽቡቅ ተሜ ንሕና ውን ነዛ ህያብ ብሽምካ ግድን ክንሰደሉ ኢና። ኦኬ ቴንክ ዩ ሶማች ሓራይ የቀኔለይ። የቀኔልና። ኦኬ በዚ ጋጣሚ ከኣ ንኹሎም ኣብዛ ስራሕ እዚኣ ተሳተፉ ብዓቢኡ ታደሰ ተስፋይ እቶም ነዛ ክሊብ ክዉን ክትከዉን ዝሰርሕዋ እዉን ኩሎም ብሓባር ማለት እዩ ምስጋና ኣብ ርእሲኡ እዉን ነቶም ብጣዕሚ ጉልበቶምን ድኻሞምን ብዛዕባ ገንዘብ ከይሓሰቡ ኩሉንትንኦም ግዜኦም ሰዊኦም ነዛ ስራሕ ክውን ክትከውን ዝገበሩ ኣብ ሽወደን ዘለዉ ሙዚቀኛታተይ የናስ ተወልደ ሑሴን ዑስማን ከምኡ ውን ማቲዎስ ሓይልኣብ ብኽብሪ ብልቢ የመስግኖም ማለት እዩ።
ኦኬ ተሜ ንሕና እውን ብጣዕሚ ኢና ነመስግነካ የቀኒልና ኦኬ ኦኬ ገንዘብኪ የቀኒለይ ቻው ሓረይ ቻው ዝኸበርኩም ተኸታተልቲ ንሎሚ ኣዳሊናልኩም ዝነበርና መደብ ኣብዚ ወዲእና ኣለና ዝመፅእ ሰሙን ምስ ካልእ ጋሻ ክሳብ ንራኸብ ደሓን ቀንዩ